ቢቢሲ፣ ኣብ ሓደጋ ዘይተኣማንነት ትራምፕ ገና የፈራርሕ። ንክልቲኦም ግን እንታይ የራኺብዎም? ክቡራት ተኸታተልትና ንከታተሎ ከም ዘለና እቲ ብመዋላ ህዝበ ዝካየድ ብመንግስቲ ብሪጣንያ ዝካየድ ናይ ልዕሊ ሚእቲ ዓመታት ዕድመ ዘሎ ሓበን እንግሊዛውያን ዝኾነ ኮርፖሬሽን ቢቢሲ ዝሓለፈ ሰሙን ክልተ ላዕለዎት መራሕቱ ሃንደበት ስልጣን ድሕሪ ምልቃቖም ኣብ ከቢድ ነውፅን ጥርጣረ ተኣማንነትን ክወድቕ እንከሎ እቲ ኣብዚ ተፈጢሩ ዘሎ ኩነታት በዓል ጉዳይ ዝኾነ ፕሬዚደንት ኣሜሪካ ዶናልድ ትራምፕ ድማ ናብ ቀዳማይ ሚኒስትር ብሪጣንያ ሴር ኬር ስታርመር ኣብ ዝለኣኾ ደብዳበ እቲ ጉዳይ ብሕጊ ክተሓዞ ምዃኑ ይፍክር ኣሎ። በቲ ዝተፈጥረ ጉድለት ቢቢሲ ንትራምፕ ይቕሬታ ሓቲቱ'ኳ እንተኾነ፣ እቲ ዝሕተት ዘሎ ገንዘብ ከምዘይክሕስ ግን ኣፍሊጡ። እቲ ጉዳይ ግን እንታይ'ዩ? እንታይ ሳዕቤንከ ክህልዎ ይኽእል? ቀጺልና ከነቕርቦ ኢና። ሰናይ ምክትታል!

ማለት ኣብ ሽዱሽተ ጥሪ ክልተ ሽሕን ዕስራን ሓደን ኣብ ካፒቶል ሄል ኣሜሪካ ከጥቅዑ እናደፋፍእ ብዝመስል ኣርትዖት ተገይርሉ ብምቕራቡ ከቢድ ተቓውሞ ኣስዒቡ ጸኒሑ'ዩ። እቲ መደብ ቢቢሲ ፓናሮማ ኣብ ቀቅድሚ ካልኣይ እብረ ምርጫ ኣሜሪካ ዝቐረበ ኮይኑ፣ ትራምፕ ካልኣይ ዕድል ብዝብል ኣርእስቲ ተፈነወ'ዩ። ኣብቲ ፊልም ትራምፕ ኢልዎ ዝተባህለ ኢዲት ዝተገብረ መደረ'ዩ ድማ ብዙሕ ጫውጫውታ ፈጢሩ ጸኒሑ። እቲ ጎዳይ ከዛርብ ዝጸንሐ ይኹን እምበር፣ ንግዳም ዝወጸ ግን ኣብ ዝሓለፈ ሰሙን ጋዜጣ ቴሌግራፍ ካብ ውሽጢ ቢቢሲ ልሒኹ ንዝወጸ መዘክር መሰረት ገይሩ ዝሰርሖ ጸብጻብ ተጓሃሂሩን መልክዕ ሒዙን። በዚ'ዩ ድማ ትራምፕ ንቴሌግራፍ ኣመስጊኑ፣ ንቢቢሲ ድማ ዘይእሙንን ብልሹውን ክብል ብምጽራፍ ገና ናብ ሕጊ ክኸይድ ምዃኑ ዝፍክረሉ ዘሎ። ቴሌግራፍ ነዚ መዘክር ካብ ማይከል ፕሮስኮ ዝተባህለ ናይ ደገ ኣማኻሪ ቢቢሲ ኮይኑ ዝሰርሕ ዝነበረ ውልቀ ሰብ እዩ ረኺብዎ። ማይክል ኣማኻሪ ኮሚተ ኳሊቲ ኮንትሮል ማለት ደረጃታት ብቕዓት ቢቢሲ ኮይኑ ካብ ሰነ ጀሚሩ ግን ስርሑ ደው ኣቢሉ ዘሎ እዩ። እቲ ውሽጣዊ መዘከር እቲ ንሓደ ሰዓት ዝኸይድ ፓናሮማ ዶኩመንታሪ፣ መደረት ትራም ብኸመይ ኤዲት ተገይሩን ተኸምኪሙን ንትራም ብዘጥቅዕ መልክዑ ከም ዝቐረበን ዘቃልዕ እዩ። ኣብቲ ዶኩሜንታሪ ገለ ክፋል መደረ ትራም ተቖሪጹ ብምልጋብ፣ ነቲ ኣብ ጥሪ ክልተ ሽሕን ዕስራን ሓደን ኣብ ካፒቶል ሂል ዝተኻየደ ናዕቢ ትራም ብግልጺ ዘተባብዖ መሲሉ ከም ዝቐረበ ይጠቅስ። እቲ ፕሬዚደንት ኣሜሪካ ብሽዱሽተ ጥሪ ክልተ ሽሕን ዕስራን ሓደን

እተን ካብ ክልተ ኸፋላት መደርኡ ተቖሪጸን ተላገባ፣ ኣብ ሞንገን ናይ ልዕሊ ሓምሳ ደቓይቕ ፍልልይ ነይርወን። እታ ከም ሕሱም ንቃለስ We Fight Like Hell ትብል ዘረቡ፣ ትራምፕ ምርጫ ኣሜሪካ ክሳብ ክንደይ ቡልሹው ምዃኑ ካብ ተዛረቦ ክፋል ተነጺላ እተወስደት እያ። ኣብ ዘረቡ ልዕሊ ዕስራ ጊዘ ቃልሲ ወይ ምቅላስ ዝብሉ ቃላት ተጠቂሙ። ብመሰረት ጸብጻብ ቴሌግራፍ እቲ መዘክር ኣብ መደብ ፓናሮማ እተገብረ፣ ኣብቲ መዓልቲ ንዝተኻየደ ፍጻመ ምዝባዕ ተኸታተልቲ መደባት ቢቢሲ፣ ንምንታይ ቢቢሲ ይእመን፣ እዚ መዓስ እዩ ደው ክብል ኢሎም ክሓቱ ምዃኖም ተጠቒሱ ኣሎ። ብመሰረት እቲ ዝወጸ መዘክር፣ እዚ ጉዳይ ኣብ ቅድሚ ኣካየድቲ ስራሕ ምስ ተላዕለ፣ ኣብ ልዕሊ ጉዳይ ብቕዓትን ደረጃታት ቢቢሲን ጥሕሰት ከም እተፈጸመ ክቕበልዎ ኣይከኣሉን ክብል ኣብ እዋኑ ከም ዝነጸግዎ ኣቃሊዑ። ሕጂ ድሕሪ ዓመት ተቐቢሎም ይቕሬታ ምሕታቶምን ሓላፍነት ምልቃቖምን ድማ ንምንታይ ክሳብ ሕጂ ክሓብእዎ ፈቲኖም ዝብል ጥርጣረ ወሲኹሎም። እዚ ምስ ተቓልዐ ድማ ቢቢሲ ካብ ዝሓለፉ ሰሙናት ኣትሒዙ ንሓያሎ ካልኦት ጉዳያት ክምርምር ጀሚሩ ከም ዘሎ ብ ላዕላዋይ ሓላፊኡ ሰሚር ሻሃቢሎ ኣፍሊጡሎም። በዚ መሰረት ድማ ላዕለዎት ሓለፍቲ ቲም ዳቪን ዲቦራ ተርነሰን ስልጣኖም ለቒቖም ኣለዉ። ቲም ዳቪ ኣብ ዝሃቦ መግለጺ ን ዶኮሜንታሪ ፓናሮማ ከይጠቐሰ እቲ እንኮ ምኽንያት እኳ እንተዘይኮነ ኣብዚ እዋን እዚ ኣብ ልዕሊ ቢቢሲ ኒውስ ዝካየድ ዘሎ ክትዕ ግን ንውሳነይ ኣስተዋጽኦ ከምዝገበረ ርዱእ ኢዩ ኢሉ። ብሓፈሻ ቢቢሲ ጽቡቕ ይሰርሕ ኣሎ። ይኹን እምበር ጌጋታት ፈጺሙ እዩ። ከም ዋና ዳይረክተር ድማ ናይ መወዳእታ ሓላፍነት ክወስድ ኣለኒ ኢሉ። ንሱ ኣብ መሪሕነት ቢቢሲ ኣብ ዝጸንሓሉ ሓሙሽተ ዓመታት ሓያሎ ጸለመታትን ቅልውላዋትን ኣጓኒፍዎ እዩ። ብገለ መራኸቢ ብዙሃን ክሳብ ቲም ሸልሓጥሓጥ ዝብል ሳጓ ተዋሂቦ እዩ፣ ምኽንያቱ እቲ ዝቐርበሉ ዝነበረ ጠቐነታት ዝጠብቆ ስለ ዘይነበረ። ኣብዚ ጉዳይ እውን ክሰግሮ ፈቲኑ እኳ እንተነበረ ብዙሕ ነገራት ኣጓሂሩ እዩ። ኮይኑ ከኣ ቢቢሲ ብዛዕባ እቲ ሰነዳዊ ፊልም ይቕሬታ ክሳብ ምሕታት በጺሑ'ሎም። እቲ ጉዳይ ጉዳይ ትራምፕ ኮይኑ ተወዓዊዑ እምበር ቢቢሲ ከም ካልኦት ዓበይቲ መደበራት ዜና ምዕራብ ብኣድልዎን ሻራናትን ብፍላይ ኣብ ጉዳይ ፍልስጤማውያን ሰፊሕ ነቐፌታት ክቐርበሉ ከም ዝጸንሐ ዝኹበል ኣይኮነን። እዚ ፈጻሚ ኣብ ተሃዋሲ እዋን እዩ ንቢቢሲ ዝመጾ ዘሎ። መንግስቲ ዓባይ ብሪጣንያ ነቲ ኣብ ክልተ ሽሕን ዕስራን ሸውዓተን ንቢቢሲ ዝህቦ መሰል ህላወ ሮያል ቻርተር ክግምግሞ ኣብ ምድላው ይርከብ። ዲቦራ ብወገና እቲ ሰነዳዊ ፊልም ዘንቀሎ ብዛዕባ ፕሬዚደንት ትራምፕ ዝካየድ ዘሎ ክትዕ ኣብቲ ኣነ ዝፈትዎ ትካል ቢቢሲ ጉድኣት ኣብ ዘውርደሉ ደረጃ በጺሑ ኣሎ ኢላ። ከም ዋና ኣካያዲ ስራሕ ቢቢሲ ኒውስን እዋናዊ ጉዳያትን መጠን እቲ ናይ መወዳእታ ሓላፍነት ዝወስዶ ኣነ እየ። ትማሊ ምሸት ድማ ስልጣነይ ክለቅቕ ንዋና ዳይረክተር ከፍልጦ ወሲነ ድሕሪ ምባል፣ ጌጋታት እኳ እንተተፈጸሙ፣ ኣብ ቀረባ እዋን ቢቢሲ ኒውስ ብደረጃ ትካል ማለት ስርዓታዊ ወገናውነት ከም ዘለዎ ዝቐርብ ዘሎ ክስታት ግን ፍጹም ጌጋ ምዃኑ ከነጽር እደሊ ኢላ። እዚ ማለታ እቲ ተፈጥሪ ጌጋታት ነይቶም ሓላፍነት ዝወስዱ ውልቀሰባት ጌጋ እምበር ከም ትካል ንትራም ንምጥቃዕ ኮነ ኢልካ ዝተዋደደ ስርሒት ምዃኑ ዝቐርብ ዘሎ ክስታት ጸለመ እዩ ንምባል እዩ። እዚ ግን ንብዙሓት ኣብተን ዓበይቲ ኮርፖሬሽናት ዜና ምዕራብ ተሪር ነቐፌታ ዘለዎም ተንተንቲ ዝወሓድ ዘረባ ኣይኮነን። ምርጫ ኣሜሪካ ሰሙን ኣብ ዝተረፈሉ መዓልታት እቲ ሰነዳዊ ፊልም ምፍናዉ ድማ ኮነ ኢልካ ዝተቐናበረ ምዃኑ ዘነጽር እዩ ንዝብሉ ነቐፍቲ ምኽንያት ዝህብ እዩ። ቢቢሲ ብህዝቢ ዝምወል ኮርፖሬሽን ፈነወ ዜና ኮይኑ፣ ሕጋውነቱ ኣብ መትከላት ዘይሻራውነት፣ ልክዕነትን ተኣማንነትን ኣመና እተመርኮሰ እዩ። በዚ ከኣ እቲ ምዝባዕ ዝፈጠረ ኢዱ እተገብረ መደረ ትራምፕ ከም ሓደ ዓቢ ጌጋ ስጉምቲ ንዓንደ መትከላት ትካል ካብ ስሩ ዘነቓንቕ ኮይኑ ኣሎ። ስፍሓት እዚ ተፈጢሩ ዘሎ ክትዕ ጥርዓናት ምጽራይ መራኸቢ ብዙሃን ፖለቲካዊ ግብረ መልሲ ንዝናን ዕቤትን እቲ ማዕከን ዜና ኣብ ሓደጋ ኣውዲቕዎ ከም ዘሎ ብዙሓት ይገልጹ ኣለዉ። እቲ ልሒኹ ዝወጸ መዘክር ኣብ ጉዳይ ትራምፕ ደኣ ይኹን እምበር ሰፊሕ ትዕዝብቲ ከም ዝፈጥር ብዙሓት ይሰማምዑ። ዝሰፍሐ ክስታት፣ ንኣብነት ወገናውነት፣ ምምራጽ ዛንታታት፣ ኤዲቶርያል ውሳነታት ኣብ ግምት ብምእታው እተፈጢሩ ዘሎ ነውጺ ብዛዕባ ሓደ ጌጋ ኣርትዖት ጥራይ ዘይኮነስ፣ ቢቢሲ ከም ማዕከን ሓበሬታ ተርኡ ብኸመይ ከም ዝርእዮ፣ ኣካታዕቲ ዛንታታት ብኸመይ ከም ዝሕዞም፣ ከምኡውን ምትፍናን ዘለዎም ኣካታዕቲ ጉዳያት ብኸመይ ከም ዝሕዞምን ነቲ ዛዕባ ብኸመይ ከም ዝመርሖን ዘመልክት ጽቡቕ ኣብነት ምዃኑ ይዝረብ ዘሎ። ቀዳማይ ሚኒስተር ብሪጣንያ ነበር ጎርዶን ብራውን ነዚ ኣመልኪቱ ኣብ ዘቕረቦ ርእይቶ፣ እቲ መደብ ካብ ተዘርግሓሉ ግዜ ክሳብ ሕጂ ይቕሬታ ዝሕተተሉ ዘሎ ግዜ ሓደ ዓመት ምውሳዱ ቀሊል ዘይኮነ ዕንወት ከም ዝፈጠረ ጠቒሱ፣ ንዝተፈጥረ ጌጋ ብኣጋ ኣፍልጦ ዘይምሃብን ዘይምቕባልን፣ ንተኣማንነት እዚ ኮርፖሬሽን ኣብ ሓደጋ ኣውዲቕዎ ከምዘሎ ገሊጹ። ንተልእኾን ህዝባዊ ዕላማን ናይቲ ኮርፖሬሽን ዝመርሕ ዋና ዳይረክተር ናይ ምምዛዝ ስልጣን ዘለዎ ቦርድ ቢቢሲ እዩ። ቦርድ ቢቢሲ ብኣቦ ወንበር ሰሚር ሻህ ዝምራሕ ኰይኑ፣ ኣብ ሓጺር መዓልታት ሓድሽ ዳይረክተር ክመዝዝ ትጽቢት ይግበር። እቲ ዝምረጽ ሰብ ድማ ኣብ መበል ሚእትን ሰለስተን ዓመት ታሪኽ ቢቢሲ መበል ዓሰርተ ሸሞንተ ዋና ዳይረክተር ክኸውን እዩ። ንኮርፖሬሽናት ሚድያ ምዕራብ ብመሰረቱ ዘይቅበሉ ነቐፍቲ ግን፣ እዚ ምልቃቕን ምቅይያር ዳይረክተራት ታክቲካዊ ሽጣራታት ኮይኑ፣ ነቲ ኣብ ውሻጠ ዘሎ ስርዓታዊ ጉዳያት ኣየዐርዮን'ዩ ብምባል ነቲ ዝግበር ዘሎ ብቕንዕና ኣይርእይዎን። እቲ ቀንዲ ኣገዳሲ ፖሊሲታት ባህልን ኣገባብ ኣተሓታትነትን'ዩ። በዚ መንጽር ቢቢሲ ፖለቲካዊ፣ ፋይናንስያዊ፣ ቴክኖሎጂያዊ ዓቢ ናይ ደገ ጸቕጢ ከጋጥሞ'ውን ይኽእል'ዩ። እዚ ሕጂ ኣጋጢሙ ዘሎ ተረኽቦ ድማ ሰባት ስልጣን ብምልቃ ጥራይ ዝግለጽ ውልቃዊ ሸለልትነት ዘይኮነስ፣ ገለ ካብ መርኣያ ናይቲ ሰፍሒ ኣካይዳ ሻራውነትን ምትእታዋትን ክኸውን ከም ዝኽእል ይግመት። ብኻልእ ወገን ግን ቢቢሲ ዋላ እኳ ጸገማት እተሃለዎ ሓደ ካብቶም ዝእመኑ ዓለማዊ ትካላት ዜና ኮይኑ ይቕጽል ኣሎ ዝብሉ ተሓለቕቲ እውን ኣለዉ። ቲም ዳቪ ኣብ መግለጺኡ፣ ቢቢሲ ብዓለም ደረጃ ዝያዳ ዝእመን ትካል ኮይኑ ይቕጽል ኣሎ። ክቕጽል ድማ ኢሉ። እዚ ትካላዊ ዕግርግር እንዳወሰኸ እንተኸይዱ ግን፣ ናጽነት ቢቢሲ ዝያዳ ክፈታተን ዝኽእል ብመንግስታት፣ ሓይልታት ዕዳጋ፣ ስነ-ሓሳባዊ ተዋሳእቲ ከም ቀንዲ ሓደጋታት ኮይኖም ክቕጽሉ ከም ዝኽእሉ ርዱእ ኮይኑ፣ እቲ ትካል ናጽነቱ ከይሰውኣ ውሽጣዊ ጸገማቱ ብኣጋ ከዕሪ ትጽቢት ይግበር። እዚ ማለት እቲ ትካል ኣብ ኣመራርሓ ጥራይ ዘይኮነስ ኣብ ኣሰራርሓታት፣ ባህሊ ግሉጽነት፣ ተሓታትነትን ግዳማዊ ተሳትፎን መሰረታዊ ተሃድሶ የድልዮም። ተዘይኮይኑ ናጽነቱ ሸይጡ ናብ ዘይተኣማንነትን ውድቀትን ገጹ ከንደላህጽ እዩ። እዚ ኮይኑ ግን እቲ ማዕከን ዜና ካብ ኣገደስትን ጸለውትን ምዕራባዊ ኮርፖረሽናት ምዃኑ ስለ ዘይተርፎ መንግስቲ እንግሊዝ ጣልቃ ክኣቱ ከም ዝኽእል ይግመት። እንተኾነ ካብ ቀዳማይ ሚኒስተር ኬር ስታርመር ክቐርብ ዝኽእል ምሕጽንታኸ ነቲ ክትግምቶ ዘይከኣል ስግንጢር ዝኾነ ትራምፕ ሓሳቡ ክቕይር ከእምኖ ይኽእልዶ ዝብል ሕቶ ክመጽእ ግድን እዩ። ቀዳማይ ሚኒስተር ኬር ስታርመር ኣብዚ ጉዳይ ኣትዩ ምስ ፕሬዚደንት ኣሜሪካ ናይ ገዛእ ርእሱ ፖለቲካዊ መኽሰብ ክረክብ ይደሊዶ ይኸውን? እቲ ሕቶታት ብዙሕ እዩ። ንግዚኡ እዘ ዝበሃል መልሲ ክትረኽበሉ ቀሊል ኣይኮነን። ትራምፕ ንቢቢሲ። ካብ ናይ ሓሶት ዜና ዝኸፍኣ ክብል ገሊጽዎ ዘሎ። ብተወሳኺ ቢቢሲን ጋዜጠኛታቱን ብልሹዋት ምዃኖም እውን ገሊጹ ኣሎ። ክቡራት ተኸታተልትና ብዛዕባ እዚ ዝብሃል ዘሎ ጉዳይ ናትኩም ትዕዝብቲ፣ ዘለኩም ሓሳብን ርእይቶን ኣካፍሉና። ሰላም!